ሰላም ሰላም ተኸታተልቲ እዚ ቻነል ከመይ ኣለኹም እንኳዕ ደሓን መጻኹም ናብ ቻነል እምበኣር ሎማዓንቲ ብዛዕባ ሶሻል ሜድያ ዝብል መደብ ሒዝናልኩም መፅና ኣለና ጀሚርና ክሳብ ንውድእ ምሳና ክፀንሑ ንላበኩም ሰናይ ምክታል ናብቲ መደብ ክነብለኩም ኢና እምበኣር ማሕበራዊ ሶሻል ሜድያ ብብዙሕ ምኽንያት ኣብ ህይወትና ጸላዊ ኮይኑ ኣብ ዘሎ ግዜ እንታይን ብኸመይን ክንጥቀመሉ ከም ንኽእል ዝድህስስ ወይ እቲ ናቱ ዝዓበየ ፖዚቲቭ ነገር እዩ ወይስ እቲ ጎዳኢ ነገራት ዝጸሉ እዩ ዘለዎ ኩሉ ኣጠቓሊ ናብዛ ንእሽተይ ቪድዮ መልእኽትና ከነመሓላልፍ ክንፍትን ኢና ኣይ ሆብ ሓጋዚ ክኸውን ኣብዚ መዓልታዊ ንገብሮ ዘለና ንጥፈታትና ብኡ ተመርኲስና ድማ ንዓና ዝጸሉን ንዓና ዘይጸሉ ብሕማቕ ነገራት ዝጸሉን ዘይጸሉን መሚና ክንጥቀመሉ ተስፋ ይገብር ማለት እዩ። ማሕበራዊ መራኸቢታት ኣብ ኩሉ ቦታታት ዘመናዊ ህይወት ኮይኑ ኣብ ዘሎ ግዜ ኣብ መላእ ዓለም ብቢልዮናት ዝቑጸሩ ሰባት ከም ፌስቡክ፣ ትዊተር፣ ኢንስታግራምን ቲክቶክን ዝኣመሰሉ መድረኻት ተጠቂሞም ምስ ኣዕሩኽቶም፣ ምስ ቤተሰቦም፣ ዘይፈልጡዎም ሰባትን ይራኸብሉ። ሓበሬታታትን ርእይቶታትን የከፋፍሉ። ከምኡ'ውን እዋናዊ ሓበሬታ ይረኽብሉ፣ ዜና፣ እዋናዊ ፍጻመታት። ማሕበራዊ መራኸቢታት ንርክብን ርእሰ ምግላጽን ሓያል መሳርሒ ክኸውን ዝኽእል እኳ እንተኾነ ገለ ካብ ክድህሰስሉ ዝግባእ ጎንታት እውን ኣለዎ። ሓደ ካብቲ ርኡይ ረብሓታት ማሕበራዊ መራኸቢታት ምስ ካልኦት ክንራኸብ ዘኽእለና ኣገባብ እዩ። ኣብ ዓለምና ኣበይ ከም ዘለና ብዘይገድስ ማሕበራዊ መራኸቢታት ተጠቂምና ምስቶም እንግደሰሎም ሰባት ክንራኸብ ንኽእል። ብናይ መልእኽቲ ኣፕ ይኹን ቪድዮ ጻውዒት ወይ ድማ ብቐሊሉ ሓድሽ ሓበሬታት ስልታት ንምክፋል እዚ ብፍላይ ነቶም ብኣዕርኽቶም ቤተሰቦም ርሒቖም ዝነብሩ ካብ ገዝኦም ንዘይምውፃእ ዝሽገሩ ሰባት ዋጋ ክህልዎ ዝኽእል እዩ። ይኹን እምበር ማሕበራዊ መራኸቢታት እውን ገለ ጉድለታቱ ኣለዎ። ሓደ ካብቲ ኣዝዩ ትርጉም ዘለዎ ኣሉታዊ ስምዒታትን ከዕብዮ ኣብ ስምዒት ተነፅሎ፣ ፅምዋ፣ ኣበርክቶን ክገብር ዝኽእል መራኸቢ እዩ። መጽናዕትታት ከም ዘመልክትዎ ካብ መጠን ንላዕሊ ማሕበራዊ መራኸቢታት ምጥቃም ብፍላይ ኣብ መንእሰያትና ማለት እዩ ምስ ስምዒትን ጭንቀትን ዘይምርግጋእን ዝተኣሳሰረ ክኸውን ይኽእል እዩ እዚ ብኸፊል ማሕበራዊ መራኸቢታት ኣብ ህይወትና ካልኦት ሰባት ዝተዛብዐ ኣረኣእያ ክፈጥር ስለ ዝኽእል ናብ ትሑት ርእሰ ምትእማን ዘስዕብ ኣዝዩ ጥንቃቕን ዘድልዮ መራኸቢ እዩ ካልእ ጉዳይ ማሕበራዊ ሜድያ ጉዳይ ሓበሬታ ጽልኢ ዝመልኦ ዘረባን ምዝርጋሕ ዝጥቀምሉ ኣገባብ እዩ። ዝኾነ ሰብ ኣብ ማሕበራዊ ሜድያ ክዝርግሕ ስለዝኽእል ሓቂ ካብ ልቢ ወለድ ምፍላይ ከቢድ ክኸውን ይኽእል እዩ። ክፉእ ዕላማ ዘለዎም ሰባት ድማ ነቲ መድረኻት ተጠቂሞም ሓሶትን ፕሮፓጋንዳን ክዝርግሑ ይኽእሉ። ነዚ ብቐሊል ክትልልሉ እትኽእል መንገዲ ናይ ኩሉ ሓላፍነት ክኸውን ይኽእል እዩ ማለት እዩ። ኣብ ዝሓለፈ ዓመታት ማሕበራዊ መራኸቢታት ምስ ምልዓል ጉጅለታት ጽልእን ኣኽረርቲ ስነ-ሓሳብን እውን ዝተኣሳሰር ኮይኑ፣ እዞም ጉጅለታታት ነቲ መድረኻት ተጠቂሞም ሓደስቲ ኣባላት ንምልማልን መልእኽቶም ንምዝርጋሕን ከምዝጥቀሙሉ ዝፍለጥ እዩ። እዚ ብድሆታት እዚ እናሃለወ፣ ማሕበራዊ መራኸቢታት ጥዑይን ኣወንታውን ክፋል ህይወትና ንኽኸውን ክንወስዶም እንኽእል ስጉምትታት ኣለዉ። ሓደ ኣገዳሲ ስጉምቲ ንኣጣቕማ ማሕበራዊ መራኸቤትና ምድራትን ንመንፈስናን ጽቡቕ ህይወትናን ብኸመይ ከም ንጽእሎ ኣብ ኣእምሮና ምህላው እዩ። ብተወሳኺ ዝያዳ ነቐፍቲ ተጠቀምቲ ትሕዝቶ ማሕበራዊ መራኸቢታት ክንከውን ንኽእል ኢና። ግዜ ወሲድና ሓበሬታ ሓቂ ንምፍታሽን ምስ ጽልኢ ወይ ዘይምጽዋር ዘተባብዕ ትሕዝቶ ካብ ምውፋርን ክንቁጠብ ኣለና። ነቶም ከምዚ ዓይነት ኣገባባት ትቆም ድማ ዓገብ ክንብሎምን ኣብ እዋኑ ክንውግዶምን ከም ዘለና ናይ ኩላህና ተሳትፎ ክኸውን ኣለዎ። ማሕበራዊ መራኸቢታት ምስ ካልኦት ንምትእስሳር ወይ ብዛዕባ ኣከባቢና ዘሎ ዓሌም ሓበሬታ ንምርካብ ዝሕግዝ እንኮ መንገዲ ከም ዘይኮነ እውን ክንዝክር ኣለና። ከም ወለንታዊ ስራሕ ኣብ ክለባት ወይ ትካላት ምጽንባር ከምኡውን ካብ ስሙያት ምንጭታት መጻሕፍቲ ወይ ጽሑፋት ዜና ብምንባብ ትርጉም ዘለዎ ዝምድናታት ከነማዕብል ዜናን ፍጻመታትን እዋናዊ ሓበሬታን ክንረክብ ንኽእል ኢና። እንታይ ምባል እዩ ማለት ኩሉ ግዜ ወይ ኣብ ፌስቡክ፣ ትዊተር፣ ኢንስታግራም ኣብዚ ፍሉጣት ማስ ሜድያ ዘለዉ ኣብኡ ኣቲና ጥራሕ ኣይኮናን እቲ ዘገድሰና ነገር ወይ ሓበሬታ ክንረክብ ንኽእል ንኣብነት ከምዚ ዝገለፅኩ ከም ምንባብ መፅሓፍቲ እንድሕር ኮይኑ ሕጂ ካልእ ፍልጠትን ርእስና ከነዕብን ንኽእለሉ መንገዲ ማለት እዩ እምበኣር ብዛዕባ ማስ ሜድያ ተዛሪብካሉ ዘይውዳእ ኣርእስቲ እዩ ግን ካብቲ ቁሩብ ኣወንታዊ ጎንታቱን ሕማቕ ጎንታቱን ንምግላፅ ዘዳለኽዎ ቪድዮ እዩ ነይሩ ካብዚ ተበጊስና ማዕረ ክንደይ ከፊኡ ከም ዘሎ ኣስተብሂልና ኣብ ህይወትና ዘድልየናን ዘየድልየናን ክንመርጽ ኣብ ነፍሲ ወከፍ ሰብ ዝተመርኮሰ ማለት እዩ ኣብ መወዳእታ ማሕበራዊ መራኸቢታት ዝተሓላለኸን ብዙሕ ሸነኻት ዘለዎም ክፋል ዘመናዊ ህይወት እዩ ብዙሕ ረብሓታት ክቐርብ ዝኽእል እኳ እንተኾነ ገለ ርኡይ ጉልታቱ እውን ኣለዎ ብጥንቃቐን ብእምሮን ምቕራብ ኣገዳሲ እዩ ኣጠቓቕማና ንምድራት ስጉምትታት ብምውሳድ እውን ነቐፍቲ ተጠቀምቲ ትሕዝቶ ክንምዃን ከምኡ እውን ምስ ካልኦት ብምትእስሳርን ሓበሬታ ክንረክብን ኣመራፂ መንገድታት ብምድህሳስ ማሕበራዊ መራሕታት ፅቡቕ ህይወትና ብዘስፋሕፍሕ ምስ ካልኦት ትርጉም ዘለዎ ዝምናን ክንሃንፅ ብዝሕጉዝናን መንገዲ ክንጥቀመሉ ክንክእል ኣለና እምበኣር ነዚ እዩ ዝመስል ነይሩ እቲ ትሕዝቶ እንተፈቲኹሞ ነዚ ቪድዮ ናብ የገድስ ዝበልኩሞ ኣረክትኹም ሸር ግበርዎ እንተፈቲኹሞ እውን ላይክ ግበርዎ ኣብ ብካልእ ትሕዝቶ ንመፀኩም ሰሰናይ ንዓኹም ሰላም